ሰላም ጋይስ ከመይ ኣለኹም? ንሎሚ እውን ከምቲ ልሙድ ሓንቲ ብሉጽቲ ፊልም ንሒዝናልኩም ቀሪብና ዘለና። ነዛ ቻናል ሓደሽ እንተኾይንኩም ሳብስክራይብ፣ ላይክ፣ ሸር ምግባርኩም ኣይትዘንግዑ ኢኹም። ናብታ ናይ ሎሚ ትሕዝቶና ከሰጋግረኩም። ታሪኽና ዝጅምር ስኳን ብዝተባህለ ጀነራል ብዝምራሕ ውግእ ናይ ህይወት ኣድሕን ተልእኾ እንዳርኣየና እዩ። ስኳን ዓብይ ስልጣን ዝተውሃቦ ዝተዋፀኣሉ ጀነራል እንትኸውን ብናይ ፀላኢ ወተሃደራት ተዓፊኖም ዝተወሰዱ ንኹሎም ወተሃደራት ንምድሓን ሓደ ድፋዕ ወሪሩ ገራምን ዝበለፀን ውግእ ይካየድ። ደሓር እሱ ብዝተሳኸዐ ኩነታት ንኹሎም የድሕኖም። በቲ ጅግንነቱ ድማ ብናይ ንጉሰ ነገስታት ዝበለጸ ናይ ፖለቲካ ስልጣን ይቐርበሉ። ኮይኑ ግን ንሱ ነቲ ስልጣን ኣይተቐበሎን። ኣብ ክንዲ ንሱ ካብ ወተሃደራዊ ህይወት ጥሮታ ወጺኡ ናይ ማርሻል ኣርት ቤት ትምህርቲ ናይ ምኽፋት ሕልሙ ንምስኻዕን ምስ በዓልቲ ገዝኡ ዩንግን ምስ ጓሉን ሰለማዊ ህይወት ንምንባር ይመርጽ። እቲ ንጉስ ድማ ብምርጭኡ እንዳተገረመ እውን ድልየቱ ያማልእሉ። ናይ መጨረሻ ምሸት እውን ምስቶም ወተሃደራቱ የሕልፍ። ኣብቲ ዝቕጽል መዓልቲ ሓድሽ ህይወት ይጅምር። ህይወቱ ከምቲ ዝሓሰቦ ናይ ሓጎስን ናይ ፍቕርን ናብራ ዝተወሰኑ ዓመታት ዋላ እኳ እንተሕለፈ ናይ ሰለማዊ ህይወት ጅማሮኡ ግን ብዙሕ ከይጸንሐ ይቋረጽ። ብፍላይ ዩዋንሊ ዝተብሃለ ምስኡ ብሓባር ዝዓበየ ሓው ንዓመታት ምስ ጠፍአ ድሕሪ ብዙሕ ግዜ ናብ ገዝኡ ይምለስ፣ ናይሱ ህይወት ድማ ናብ ጸልማት ያምርሕ። ሓው ዩዋንሊ ተቐይሩ እዩ፣ ኣብ ገጹ ክፍኣትን ጭካነን ጥራሕ እዩ ዝረኣ፣ ብዘፍርሕ ኩነታት እውን ንባዕሉ ቀይሩ እዩ። ጸሊም ናይ መከላኸሊ ሓጺን እውን ኣብ ቆርበቱ ብምስፋይ ቫይቢን ኢንፌስት ዝተብሃለ ናይ ማርሻል ኣርት ሰልጢኑ እዩ፣ እዚ ዝተረገመን ሰብኣዊ ዘይኾኑ ሓይልታትን፣ ሂብዎ እዩ። ኣብ ውሽጢ ዘሎ ሕማምን ጽልእን ተላቢስዎ ክበሃል ይከኣል እዩ። ናይ ሱዋቦ፣ ዩዋንሊ ከም ዝመጽእ ምስ ፈለጠ፣ ከም ናይ ባዕሉ ውላድ ብምቑጻር፣ ድምቕ ዝበለ ኣቀባብላ ይገብረሉ። ዩዋንሊ ክንደየናይ ብጽልእን ብቂምታን ከም ዝተመልአ ኣይተረድኦን። ናብ ውሽጢ ምስ ኣተየ ድማ፣ ንኣቦኡ ንምንታይ ከም ዝቐተሎ ይሓቶ። ናይ ሱዋቦ'ውን ኣይከሓደን ኣቡኡ ናይ ብዙሓት ሰብ ሂወት ዘጥፈ ዝተረገመ ሰብ ከም ዝነበረ ይዛረቦ ማንም ሰብ ጠጠው ከብሎ ኣይከኣለን ነዚ ውን እቲ ዝነበሮ ኣማራጺ ንዕኡ ምቕታል ጥራሕ ከም ዝነበረ ብግልጺ ይነግሮ ኣብዚ ሰዓት እዚ ዮዋንሊ ካብ ቁጽጽር ወጻኢ ብምውጻእ ንናይ ስዋቦ ብተደጋጋሚ በቲ መርዛም ኢዱ ኣብ ነብሱ ኣዕሪፉ ይቐትሎ ሱ፣ ናይ ሓዉ ምምጻእ ሰሚዑ ብፍጥነት ናብ ገዝኡ ውሽጢ ምስ ተመለሰ ዘጋጠሞ ምእማን ኣይከኣለን። ዝፈትዎ ሓዉ ወላዲ ኣቡኡ ቀቲሉሉ ሰበይቱን ጓሉን ጠሊፉ ከም ዝጠፍኣ ብምርኣይ ሕልሚ እዩ ዝመሰሎ። ብዝተሓዋወሰ ስምዒት ኮይኑ ድማ ናብቲ ናይ ዩዋንሊ ካምፒ የምርሕ። ኣብቲ ቦታ ምስ በጸሐ ሓዉ ከም ዘይምለስ ኮይኑ ናብ ኣራዊት ከም ዝተቐየረ ይርዳእ። ሰበይቱን ጓሉን ክለቀሉ ድሌት ኣይነበሮን። ኣብ መጨረሻ፣ ሱ ናብ ባእሲ ኣተወ። ዩዋን ሊ በቲ መርዛም ማርሻል ኣርቱ ጥበብ ሓደገኛ ውቅዒት ብተኸታታሊ ይዕርፈሉ። ሱ ዋላ እኳ ንምክልኻል እንተ ፈተነ፣ ዩዋን ሊ ግን ኣብቲ ናይቲ ባእሲ ሰዓት ይምርዞ። ብኣካል ኰነ በእምሮ ተሰባቢሩ ይተርፍ። ሱ ብደም ተጨማሊቑን ተመሪዙን ኣብ ዝነበሮ ሰዓት፣ በቲ ዝተዳኸመ ኣረኣእያኡ እንዳ ረኣየ እንከሎ ናብቲ ወዱ የዝሮ። እቲ ወዱ ድማ ምስ ኣቦኡ ብምዃን ንኽሓድጎ እንዳለመኖ ነበረ። ዮዋንሊ ግን ምንም ከይተናገረ በቲ መርዚ ዝተመልአ ውቅዒቱ ኣብ ደረቱ ሓደ ተወሳኺ ውቅዒት ብምዕራፍ ናብቲ ባሕሪ ይድርብዮ። ሰበይቱ እንዳበኸየት ናብቲ ባሕሪ ብምዝላል ትኽተሎ። ሰብነቱ ተጎዲኡን ተመሰቃቂሉን ኣብ ሓደ ገጠር ቦታ ይድቅስ። መንከሱ ተሰቢሩ እዩ። ሰበይቱ ብዘለዋ ዓቕሚ ተሸኪማ ናብቲ ባሕሪ ጸግዒ ወሲዳ ምንቅስቃስ ዘይክእል ስብኣያ እንዳጎተተት መጽለሊ ምድላይ ጀመረት። ኣብዚ ግዜ'ዚ ኣብቲ ቦታ ዝነበረት ሓንቲ ነባሪት ብምርኣይ ተሓጋጊዘን ሱው ናብታ ሰበይቲ ናብ ገዝኣ ይወስዶ። ናይ ጓሉ ብኽያትን ናይ ዩዋንለ ዓይኒ ኣብ ሓሳቡ እንዳተመላለሱ ሓዘኑ ዝኸፍኣ ይገብርዎ። በዚ ኩነታት ድማ መዓልታት ሓሊፎም። ምሉእ መዓልቲ ነብሱ ክሳብ ዝስሕት እንዳሰተየ እዩ ነይሩ። ብዝረኣይዎ ዝነበሩ ብመፍርሒ ሕልምታት እንዳተሳቐየ ተስፋ ከቑርጽ ዋላኳ እንተፈተኑ ኣብቲ ውሽጡ ዘሎ ሕርቃኑ ግን ንክመውት ድሌት ኣይነበሮን። ናይ ጥፍኣተኝነት ስምዒትን ሓይሊ ምስኣንን ብዝኾነ ሕርቃን ተደፋፊኡ ነብሱ ምስልጣን ይጅምር። በቲ ናይ ተስፋ ምቑራጽ ዝጠፍኣ ሓይሉ ንምምላስ ብዘለዎ ሓይሊ ንምንቅስቓስ ፈተነ። ኢዱ ክሳዕ ዝደኽሞ ናይ ተኽሊ ጉንዲ እንዳወቐዐ ይውዕል። ነቲ ክውሕጦ ዝመጸ ሓይሊ ተዋግኦ። ሓደ መዓልቲ ግን ዘይተጸበዮ ነገር ረኣየ። መጀመርያ ሓደ ፍልይ ዝበለ ድምጺ ሰምዐ። ናብቲ ቦታ ምስ ዞረ ድማ ዝኾነ ነገር ከም ዝከታተሎ ዘሎ ተሰምዖ። ኣብቲ ዝቐጽል መዓልቲ ግን ፊት ንፊት ረኣዮም። እቲ ሓደ ናይ ለማኒ ክዳን ዝተኸደነ ዓብዪ ስብኣይ እንትኸውን፣ እቲ ካልእ ድማ ፍልይ ዝበለ መኣርግ ዝገበረ መንእሰይ'ዩ ነይሩ። ምስ ረኣዮም'ውን ናብቲ ሜዳ ብምጉያይ የምልጡ። ንሱ'ውን ይከታተሎም። ድሕሪ ብዙሕ ጉያ ዓበይቲ ሓወልቲ ጠጠው ዝበልሉ ቦታን ካልእ ዓለም ዝመስል ቦታን ይበጽሕ። መንነቶም ይሓቶም። ንሳቶም ግን ኣይመለሱሉን። ክፍትንዎ ከም ዝመጹ ጥራሕ ይነግርዎ። ሱ ብፍጥነት ምጥቃዕ እንትጅምሮም፣ እቲ ማዕርግ ዝገበረ መንእሰይ ግን ብዝተረጋገዐ ኩነታት ውቅዒቱ ብምቁጽጻር ናብ መሬት የውድቆም። እቲ ለማኒ ውን ተጸጊዑ ገና ከምዘይሞተን ዝሓበኦ መንነቱ ኣውጺኡ ንከርእዮም ይሓቶ። ኣብዚ መዓልቲ ሱ እንዳተቀጥቐጠ ይውዕል። እቲ ለማኒ ውን ብዝተወቐዐ ቁጽሪ ንሱ ብዘሕርቕዎ ነገራት እንዳቀለዶ እዩ ነይሩ። ካብታ መዓልቲ ጀሚሩ ሱ ይኣኽለኒ ይሰልችኒ ከይበለ በብመዓልቱ ምስዞም ክልተ ሰባት ኮይኑ ብምብኣስ ከም ብሓድሽ ምፍጣር ይጅምር። ፍርሓት ዘይኮነስ ውሽጣዊ ስምዒቱ ገንፊሉ ብምውጻእ ነቲ ኩሉ ዘሕለፎ ነገር እንዳረኣየ እንዳስተንተነ ምስቶም ሓደሽቲ ዝረኸቦም ሰባት ምብኣስ ይጅምር። የንግ ስብኣያ መዓልቲ መዓልቲ ናበይ እንዳኸደ እንዳቖሰለ ከም ዝመጽእ ዘሎ ክትፈልጥ ስለ እትደሊ ሓደ መዓልቲ ሓቢኣ ትከታተሎ። ዝረኣየቶ ነገር ግን ብጣዕሚ የድንግጻ። ስው ቦይሉ ኣብ ሓደ ጫካ ውሽጢ እንዳተለዓለን እንዳወደቐን ትሪኦ። በዓሉ ምስ እምኒ ይጋጨው። ሸኽላታት ኣብ ልዕሊኡ ይሰብሮም። ልእቲ ለማኒ ኮነ እቲ መንእሰይ ኣይረኣየቶምን። ንዓኣ ኣይረኣዩን። ሱ ምስ ባዕሉ እንዳዋገዐን እንዳሰሓቕን እዩ ነይሩ። ምሉእ ብምሉእ ዕብዳና ኣብ ዝመስል ኩነታት ውሽጢ እንትኣቱ እውን ኣየቋረጸቶን። በብመዓልቱ ምግብታት ብምብሳልን ቁስልታቱ ብምሕካምን ብትዕግስቲ ተጸበየቶ። እቲ ትፈትዎ ስብኣያ ኣብቲ ባሕሪ ሞይቱ ከም ዘይተረፈ እርግጸኛ እያ ነይራ። ናብኡ እንትንምለስ ድማ ሕልምታቱ ካብ ምጥፍኦም ንላዕሊ ሕጂ እንዳበኣሱ ከዱ። ግዜ ብዝኸደ ቁጽሪ ሱ ምእማን ብዘይከኣልን ብዘይግመትን ውቅዒቱ ብተደጋጋሚ ክስዕሮም ኸኣለ። ነቲ መንእሰይ እውን ምሉእ ብምሉእ ምስ ኣሸነፎ ሕልሙታቱ ጠቕላላ ጠፊኡ ናብ ሓቃዊ ዓለም ይምለስ። ናብ ገዝኡ ምስ ተመለሰ ግን ንሰበይቱ ኣይረኸባን። ደብዳበ ገዲፋትሉ እያ ከይዳ። ጓሎም ከምልሳ ኣብ ዝኽልእሉ ዓቕሚ ስለ ዘይኾነ ባዕላ ደልያ ንምርካብ ወሲና ከይዳ ነበረት። ብተመሳሳሊ ሰዓት እውን ዮዋንሊ ሕጂ እውን በቲ መርዛማ ጥበቡ ተዓዊሩ እዩ። ከተማታት ንዕኡ ይሰግዳሉ፣ በዓል ስልጣናት ካብ መርዙ ይምገቡ ነበሩ። እቶም ህዝብታትውን ጀነራልሱ ኣብ ሓደ ግዜ ጀግና ከም ዝነበረ እምበር ማንም ብህይወት ከም ዘሎ ኣይፈልጥን። ኮይኑ ግን ይምለስ። ነቲ ሓጹር ናይቲ ግቢ ብፈረሱ ሓሊፉ ብምእታይ ስድርኡ ንምልቃቕ ምስ ወተሃደራት ዮዋንሊ ይበኣስ። ሓደ ብሓደ ብጸጋምን ብየማንን እንዳደፈኣ ናብ ዮዋንሊ ይቐርብ። ዮዋንሊ ግን ሕጂ እቲ ጭካንኡ ብጣዕሚ ብኢሱዩ። ናይሱ ሰበይቱ ብህይወት እንዳሃለየት ንክቐብርዋ ይእዝዞም። ሱ ግን እቲ ዝገብርዎ ዘለዉ ነገር ኣይፈልጥን ነይሩም። ምቡኣሱ ይቕጽል። ነቶም ወተሃደራት ምስ ኣጥፍኦም ምስ ዩዋንሊ ፊት ንፊት ይራኸቡ። ውቅዒቱ ሓያልን ቀተልትን እዮም ነይሮም። ኢዱ፣ ሱ፣ ክቐትሎ ብዝኽእል መርዝታት ተመሊኦም እዮም። ድሕሪ እቲ ኩሉ ኣሰቃቕን መድኸምን ባእሲ ድሕሪኡ ሱ ኣብ መጨረሻ ጥንካርኡ ረኸበ። ኣብ ቆርበቱ ዝለጠፎም ሓጺናት እንዳገንጸለ ቂሙ ተዋጽኣ። ዩዋንሊ ኣብቂዑሉ እዩ። ሱ፣ ሰበይቱ ከም ዝቐበርዋ ምስ ሰምዐ፣ ብዝኸኣሎ ፍጥነት ፍሒሩ የውጽኣ። ህይወታ ግን ከድሕን ኣይከኣለን። ድሕሪ ናይ ሰበይቱ ይንግ መሕዘኒ ቅትለት ድሕሪኡ፣ ሱ ናይ ኣእምሮ ጸገም ተፈጠሮ። ወዱ ሒዙ ናብ ጎደና ብምውጻእ ምልማን ይጅምር። መስተ እውን ምስታይ ከም ሓደ ዓብዪ ነገር ገበሮ። ዝንከባኸቦ ወዱ ፊንግ እዩ ነይሩ። ብተወሳኺ፣ ሱ ሕልምታቱ ተመለሱ። ሓደ መዓልቲ መይ ዝተበሃለ ናይ ቀደም ዓርኩ ክበኣስ ናብ ዝተወሰነሉ ናይ ደገ ዜጋታት ናይ ባእሲ ውድድር ተረኸበ። ሱ ኣብ ጸግዒ ኮፍ ኢሉ መስተ ምስታዩ ይቕጽል። ምንም ዝገርም ነገር የለን። ዓርኩ'ውን ሕጂ ናብ ውድድር ይኣቲ። ምስ ሓደ ዓቢ ተወዳዳሪ ምባኣስ ይጅምር። ብዙሕ ከይጸንሐ፣ ማይ ብሕማቕ ኩነታት ክውቃዕ ይጅምር። ፊንግ ንመይ ክቐትልዎ ከም ዝኾነ ምስ ተረድኦ፣ ነቲ ባእሲ ንምቁራጽ ጎየየ። እቲ ተወዳዳሪ ግን ንፊንግ'ውን ኣይተመለሶን። ብኢዱ ሒዙ የንጠልጥሎ። ናይ ፊንክ ስጋዊ ዝኾነ ድምጺ ንሱ ናብ ልቦንኡ ንክምለስ ይገብሮ። ሓዊ ተኸዲኑን ሓዊ በሊዑን፣ ፊንክ ንምድሓን ናብቲ መባኣሲ ሪንግ ይዘልል። ብፍጥነት ተወሰኽቲ ዓበይቲ ተባኣስቲ ይውሰኹ። ሱ ተራ ብተራ ይስዕሮም። ካብ ጸጋም ንየማን እንዳወቐዐ በብቦትኡ የዘርሮም። ሽንፈቶም ምቕባል ዝኣበዮም ጸዓዱ ድማ ኣሰልጣኒኦም ነቲ ሓደ ተወዳዳሪ መነቓሕሒ ብምሃብ መሊሱ የእትዮ። ሱ ብዘሎ ሓይሊ ይዋግኦም። ግን ብዙሕ ሕማቕ ውቅዒት ይበጽሖ፣ ናይ ጎድኑ ዓጽምታት ተሰባበሩ፣ ብደረቱ፣ ብድሕሪኡን ብርእሱን ብዙሓት ምሉእ ሓይሊ ዘለዎም ሓይልታት ተቐቢሉ እዩ። ኣብ መጨረሻ ሓደገኛ ውቅዒት ይውቃዕ እሞ ነብሱ ስሒቱ ምስ ተዘረረ ተዓደምቲ ብጠቕላላ ብጸጥታ ይወሓጡ። ናይ ፊንክ ብኽያት ጥራሕ እዩ ነይሩ ዝስምዖ። ኣብ ሰዓት ሱ ናብ ሰበይቱ ይኸይድ እሞ ኩሎም ሞይቱ ኢሎም ኣብ ዝደምደምሉ ሰዓት ሱ ግን ነብሲ ዘሪኡ ጠጠው ይብል። ሱ ናይ ደቂ ሰባት መጨረሻ ዓቕሚ ሓሊፉ ዝደፈእ ንኽብሪ ዘይኮነስ ንወዲ እዩ ነይሩ። ጉድኣታቱ እውን ኣካላዊ ጥራሕ ኣይነበሩን። በዚ ምኽንያት ድማ ንኹሎም ስዒሩ፣ በይኑ፣ ጅግና ኮይኑ ይተርፍ። ስለዚ ድማ ክቡራት ተኸታተልትና ናይ ሎም ፊልምና ነዚኣ ትመስል ነይራ። ክሳብ ብኻሊእ ፊልም ንራኸብ ሰናይ ቀን።